ሕዝን ከምቲ ልሙድ ከም መጽሓፍ ቅዱስ ኮይኑ ኣብ ህይወትና ወሳናይን ሃናጻይን ዝኾነ መጽሓፍ ጥበብ እያሱ ወዲ ሲራክ ሒዘልኩም ቀሪበ ኣለኹ። መልካም ጊዜ። መጽሓፍ ጥበብ እያሱ ወዲ ሲራክ ምዕራፍ ሓደ ዕብየት ጥበብ ኵሉ ጥበብ ካብ እግዚኣብሄር እዩ ዚመጽእ፣ ኵሉ ጥበብ ከኣ ንዘለኣለም ምስኡ እዩ ዚነብር። ነቲ ኣብ ወሰን ባሕሪ ዘሎ ሖጻ፣ ወይ ንጥብጣብ ዝናብ፣ ወይ ንናይ ዘለኣለም መዓልትታት ኪቈጽር ዚኽእል መን እዩ? ቁመት ሰማይ፣ ስፍሓት ምድሪ፣ መዓሙቕ ባሕሪ፣ ዕምቈት ጥበብ፣ ክንደይ ኸም ዝዀነ ዚፈልጥ መን እዩ? ጥበብ ቅድሚ ኩሉ ነገር ተፈጠረት፣ ምስትውዓል ከኣ ዘለኣለም ነበረት፣ ምስትውዓል ከኣ ካብ ዘለኣለም ነበረት። መብቆል ጥበብ ካብ ላዕለዋይ ሰማይ፣ ቃል ኣምላኽ፣ እዩ። መንገዲ ጥበብ እውን እቲ ንዘለኣለም ዚነብር ትእዛዛት እዩ። መብቆል ጥበብ ካበይ ከም ዝዀነ ዝተገለጸሉ ሰብ ደሎ? ነቲ ረቂቅ ክእለታ ዝፈለጦኸ መን እዩ? ፍልጠት ጥበብ ዝተገለጸሉኸ ንመን እዩ? እቲ ዓብይ ተመኩሮ ጥበብ ዝተረደእኸ መን እዩ? ኣብ ዙፋኑ ዝተቀመጠ እምብዛ ዘፍርሕ ቦይኑ ፈላጥ ዝኾነ ሓደ ጥራሕ ኣሎ። ንጥበብ ዝፈጠራ ባዕሉ እግዚኣብሔር እዩ። ምስ ረኣያ ክብርቲ ምዃና ፈለጣ። ንዝፈጠሮ ዝበለ ከኣ ብኣኣ መልኦ። ጥበብ ዘይተዋህበት ወዲ ሰብ የለን። ኣብቶም ዘፍቅርዎ ግና ኣብዚሑ ኣፍሰሳ። ንእግዚኣብሄር ምፍራሕ ክብርን ልዕልናን እዩ። ዘውዲ ሓጎስን ደስታን ከኣ ይድፈእልካ። ንእግዚኣብሔር ምፍራሕ ንልቢ የሐጉሶ ነዊሕ ዕድመን ሙሉእ ሓጎስን ከኣ ይህበካ። መወዳእታ እቲ ንእግዚኣብሔር ዝፈርሕ ሰብ ሰናይ እዩ። ብመዓልቲ ሞቱ እውን እግዚኣብሔር ክባርኾ እዩ። መጀመርታ ጥበብ ንእግዚኣብሔር ምፍራሕ እዩ። ንቶም እሙናት ግና ኣብ ማህፀን ከለዉ እያ። እትወሃቦም። ንሳ ካብ ጥንቲ ዘበን ጀሚራ ምሳና እያ። እቲ ዝመጽእ ወለዶ ከኣ እምነቷኣ ከውድቕ እዩ። ምልኣት ጥበብ ማለት ንእግዚኣብሄር ምፍራሕ እዩ። ንሳ ብህያባታ ፈጺማ ተዕግበና። ልብና ብዙሕ። ልብና ብዝውህቦ ኩሉ ገዛናን ማዕኸናን ትመልእ። ዘውዲ ጥበብ ማለት ንእግዚኣብሔር ምፍራሕ እዩ። ብሰላምን ብምሉእ ጥዕናን ከም እትነብር ትገብረካ። ጥበብ ጥበብ ፍልጠትን ምስትውዓልን ከም ዝናብ ትሰድድ፣ ንተም ዝቕበልዋ ደማ ክብሪ ትውስኸሎም። ሱር ጥበብ ንእግዚኣብሔር ምፍራሕ እዩ። ጨናፍራ ከኣ ንነዊሕ ዕድመ እዩ። ንእግዚኣብሄር ምኽባር ካብ ሓጢኣት የርሕቕ። ንእግዚኣብሄር ዝፈርሕ ሰብ ቍጥዕኡ ኣርሒቑ ይሰጐ። ገዛእ ርእስኻ ምምላኽ። ምኽንያት ዘይብሉ ቍጥዓ ቅቡል ኣይኰነን፣ ከም እትወድቕ ክገብረካ ይኽእል እዩ። ተዓጊስካ ተጸበ ደሓር ብቲ ዝገበርካዮ ክትሕጎስ ኢኻ ልኪዕ ክትዛረበሉ ግዜ ክሳዕ ዝበጽሕ ሱቅ በል እሞ ብቲ ሰናይ ጠባይካ ዛና ክትረክብ ኢኻ ጥበብን ክብሪ ኣምላክን ጥበብ በዘራርባ ለባማት ሃብታም እያ ሃጥኣን ግና መንፈሳዊ ንምዃን ካብ ምንዓቅ ሓሊፎም ገለ ነገር የብሎሙን። ጥበበኛ ክትከውን እንተ ደሊኻ፣ ትእዛዛት እግዚኣብሄር ሓሉ፣ ንሱ ኸኣ ብጥበብ ኪመልኣካ እዩ። ንእግዚኣብሄር ምፍራሕ ጥበብ እዩ፣ ንገዛእ ርእሲ እውን ትምህርቲ እዩ። ንሱ ብእሙናትን ብትሑታትን ይሕጐስ እዩ። ንእግዚኣብሄር ፍርሓዮ፣ ትእዛዛቱ እውን ኣይተፍርስ። ዝተኸፋፈለ ሓሳብ ሒዝካ ናብ ኣምላኽ ኣይትቕረብ፣ ኣብ ቅድሚ ሰብ ግብዝ ኣይትኹን፣ ብዛዕባ እቲ እትብሎ ነገር ተጠንቀቕ፣ ከይትወድቕ እሞ ኣብ ርእሰኻ ውርደት ከይተምጽእ። ኣይትተዓበ፣ ውሽጢ ልብኻ ተንኮል ስለ ዝመልአ፣ ንእግዚኣብሄር ከኣ ስለ ዘይፈራሕካዮ። እግዚኣብሄር ንዅሉ ምስጢርካ ኺገልጾ እዩ፣ ኣብ ቅድሚ ጉባኤ ኸኣ ኬዋርደካ እዩ ይብለና ቅዱስ ቃሉ። ስለ ቃሉ የቃሉ ባለቤት ቅዱስ እግዚኣብሄር ኣምላኽና ዝኸበረ ዝተመስገነ ይኹን። ናይ ጥበበኛ ያሱ ወዲ ሲራክ ጸጋ በረከቱ ይሕደረና ኣሜን። ዝወደቐ ዝተረፈ ብኣፈ ቅዱሳን መላእክት ይተኣረመለይ። ኣሜን። ቀዳማይ ክፋል እዩ እዚ ዛዚ፣ ካልኣይ ክፋል ደግሞ ይቕጽል። ስብሐት ለእግዚኣብሔር ልዑል።